ስዋ ዩኒቨርሲቲን ሓፃር ዛንታ ሓንቲ ጎርዞ ሰብኣይ ንክትምርዖ ደልየት ኣብ ከባቢኣ ብዙሓት ጽቡቓት ደቂ ተባዕትዮ እኳ እንተነበሩ እታ ጎርዞ ግን ንሓዳር ዝኸውን ቅኑዕ ዝኾነ ጽቡቕን ውሕልልን ሰብኣይ ንኽትምሮ ተጸገመት። ኣብታ ብደቂ ተባዕትዮ ዝመልአት ሃገር መንእሰይ እኳ እንተደልየት ክትምርዖ ክትመርፅን ክትውስንን ግን ኣይከኣለትን። ንዓኣ ዝኸውን ክተማርጽ ደልያ ደልያ ፍጹም ኣይረኸበትን። ሰላም ሰላም ክቡራት ኣሕዋተይን ኣሓተይን ናይ ዝፋን ሳባዊት ቤተሰብ ከመይ ሰንቢትኩም? ኣነ ሰላም እየ እግዚኣብሔር ይመስገን። ብዘለኹም እውን ሰላም ክትኾኑ እንዳተመነኹ ንለማዓንቲ ሰብኣይ እምበር ስኢነ እትብል ሓጻር ዛንታ ሕዘልክም ቀሪበ ኣለኹ። ሰናይ ምክትታል ክኾነልኩም ከዓ ምነ ካብ መጀመርያ እስከ መጨረሻ ምሳይ ጽንሑ ብላይክ ከዓ ጀምሩ ሰብኣይ እምበር ስኢነ ሓንቲ ጎርዘያ ሰብኣይ ንክትምርዖ ድሌት ኣብ ከባቢኣ ብዙሓት ጽቡቓት ደቂ ተባዕትዮ እኳ እንተነበሩ እታ ጎርዞ ግን ንሓዳር ዝኾና ቅኑዕ ዝኾንን ጽቡቕን ውሕሉልን ሰብኣይ ንክትምርዖ ተጸገመት። ኣብቲ ብደቂ ተባዕትዮ ዝመልእት ሃገር መንእሰይ እኳ እንተደልየት ክትምርዖ ክትመርፅን ክትውስንን ግን በፍፅም ኣይከኣለትን። ንዓኣ ዝኸውን ክተማርፅ ደልያ ደልያ ኣይረኸበትን። ሓደ መዓልቲ ግን ከምዚ ዝበለ ሓሳብ መፀላ። እንታይ ይሓይሽ ክትማኸር ኢላ ኣብ ርሑቕ ሃገር ሓደ ለባም ሰብኣይ ስለ ዝነበሩ ናብኦም እንተኸይዳ ፍታሕ ከምትረክብ ስለ ዝተሓበረት ናብቲ ለባም ሰብኣይ ከደት። ኣዚ ልባም ሰብኣይ ኣብ ናይ ሕርሻ ምሸላ ክኽ ኢሉ ጸንሕዋ። ንዕኡ ከይትመርጾ ግን ንሱ ብዕድመ ዝደፍአን በዓል ሓዳርን እዩ ዝነበረ እታ መናብርታ ዝኸውን መንእሰይ ዝሰኣነት ጎርዞ ናብቲ ኣብ ወሰን ሕርሻ ምሸላ ብግርማ ኮፍ ኢሉ ነቲ ሕርሻ ዝሕሉ ዝነበረ ለባም ሰብኣይ ቀሪባ ሰላም ኣቦይ ዝብል ሕቶ ሓተተቶ። ክተማኽሩኒ መፂ ከዓ መሊሳ ሓተተቶ። እግዚኣብሔር ይመስገን ዛጓሊ እንታይ ክሕግዘኪ መፂኺ ኢሎም ድማ መሊሶም ብሕቶ ሓተትዋ። ንዓይ ዝኸውን መንእሰይ ሲነ በለቶም። በብሓደ ነቲ ዝመፀትሉ ጉዳይ ኣረዳኣቶም። ንሶም ድማ ኣየዛ ጓሊ በሊ ሰዓብኒ በልዋ። ኣብ ወሰን ነቲ ሕርሻ ምሸላ ደው ኢሎም ካብዚ ተርእዮ ዘለኻ ሕርሻ ካብዚ ደው ኢልናሉ ዘለና ጀሚርኺ እስከ ወሰን ኬድኪ ሓንቲ ዝበለጸት መሪጽኪ ኣምጽለይ በልዋ። ግን ኣርባዕተ መምርሒ ኣቐዲሞም ሃብዋ። እታ ቀዳመይቲ ካብቲ ኣብ ቅድመኺ ዘሎ ሕርሻ ምስ ኣተኺ ካብዚ ንላዕሊ ኣይክረክብን ኢልኪ እንተ ኣሚንኪ ካብዚ ክትህብኒ ትኽእሊ ኢኺ። ካልኣይቲ ካብዚ ጀሚርኪ እስካ ወሰን ንቕድሚት ክትኸዲ ትኽእሊ ኢኺ። እንተኾነ ግን ነቲ ጽቡቕ ምሸላ ምስ ሓልፍኩዮ ንድሕሪት ተመሊስካ ክትቆርጺ ከምዘይትኽእሊ ኣስተውዕሊ። በልዋ። እቲ ሳልሳይ ድማ ኣምሊጡኒ ኢልኪ ባዶ ኢድኪ ክትመፂ ኣይትኽእልን ኢኺ ዝብል ነበረ። ራብዓይን ናይ መወዳእታን ትእዛዝ ድማ ካብዚ ሰፊሕ ግራት ሓንቲ ምሸላ ጥራይ ቆሪፅኪ ናባይ ምምፃእ ዝብሉ ትእዛዝ ሂቦምዋ ክትጅምር ድማ ትኽእሊ ኢኺ ኢሎም ተመሊሶም ኮፍ በሉ። እታ ጎርዞ ናብቲ ምሸላ ኣትያ ዝበለጸ ምሸላ ክትደሊ ጀመረት። ኣዝያ ሰሓቢት ብዙሕ ፍረ ዘለዋን ምሸላ ረኣየት። ክትቆርጾ ድማ ሓሲባ ኣብ ቅድሚተይ ካብዚ ዝርእዮ ዘለኹ ዝዓበየን ዝጸበቐን እንተሃለወኸ ምኻድ ዶ ይሕሸኒ ድማ በለት። ንሳ ድማ ምድላይ ቀጸለት። እቲ ጽባቕኡ እናነከየ ይኸይድ ነበረ። እታ ጉርዞ ንድሕሪት ክምለስ ኣይከኣለትን። ንድሕሪት ክምለስ ኣይከኣለንን ብምባል ተጣሒሳ ኣብ ወሰን ኣብቲ ወይ ከዓ ኣብቲ መወዳእታ ክረክብ እየ ብምባል ሕጂ እውን ተስፋ ከይቆረጸት ንመጻኢ ከምዚ ጽብቕቲ ምሸላ ክረክብ ይኽእል እየ ብምባል ምድላይ ቀጸለት። ኣብ ቅድሚኣ ጽቡቕ ዝበለጸ ንኽትረክብ ተስፋ ብምግባር ኣብ ወሰን ሕርሻ በጽሐት። ዝገርም ግን ኣብ መወዳእታ ዝረኸበቶ ዑፍ ዝበልዑና ዕሾኽ ጥራይ ኮይኑ እያ ረኺባቶ። ዝኾነ ይኹን ብዘየገድስ ባዶ ኢድኪ ፈጺምኪ ከይትምለሲ የብልኽን ስለ ዝተባሃለት ድማ ስለዚ ኣማራጺ ስለ ዘይነበራ ሓንቲ ካብተን እታ ዑፍ ዝበልዐኦ ምሸላ ሒዛ ናብቶም ኣቦተን መሊሳ ኣብ ቅድሚኦም ደው በለት። ንሶም ድማ እሂ እንታይ ከም ዘምጻኺ ኣርእይኒባ በልዋ። ካብተን ምንም ፍረ ዘይብላ ምሸላ ድማ ሃበቶም። ብሕፍረት ድማ ሱቕ ብማል ደው በለት። እንተሓተትዋ ካብ ሕፍረት ዝተልዓለ ዝሐሸ ክረክብ እየ እናበልኹ ከለኹ ግን ከዓ ኢፍ በሊዓ ዝወድኦ ታምፄ በለቶም እንዳሓፈረት ንሶም ድማ ርኢኺ ዘጎሊ ኣብ ልዕሊ እቲ ሓደ ሓደ ምምራጽ ከምዚ እዩ በልዋ ብዙሕ ምምራጽ ኣብ መወዳእታ ነቲ ምርጫኻ ምግዳፍ እዩ ምኽንያቱ እቲ ሰብኣይ ካብ እግዚኣብሔር ስለ ዝኾነ ምርጫኺ ኣይክኸውንን እዩ ኣብ ቅድሚ ዘሎ ሰብኣይኪ ግበርዮ ኢሎም ድማ ዝዓቢ ምኽሪ ሃብዋ ይበሃል እና ካብዚ ጥቕሲ ንመሃር ማለት እዩ። እስካብ መወዳእታ ሰሚዕኹማ ትኾኑ ተስፋ ይገብር። ምሳይ ስለ ዝፀናሕኩምላ ኣዝየ ዘመስግንና ካብዚ ዛንታ እንመሃሩ እንተሃልዩ ትሕሸኒ ትሕሸኒ ትሕሸኒ እንዳበልካ ያው ዕድላትካ ከይተጠቐምካ ክሓልፉኻ ከም ዘኽእሉና ብዙሕ ነማርፅ ከም ዘይብልና እኳ እንተኾነ ዋላ ምምራፅ እኳ ግድን እንተኾነ ግን ከዓ ከምዚ ጣጭኡ ዝሓለፈ ክኾን ከም ዘይብሉ በተለይ ዓይኒ ዘዋራት ማለት እዩ ዓይኒ ዘዋራት ተሃሊፎም ተሃሊፎም ከምዚ ከማይ ኣይ ኣነ እኳ ደሓን እየ ብዝኸነ ግን የምና ሰብኣይ ስኢነ ዘይኮነስ ክንማረፅ ወይ ድማ ቲዶ ቲዶ ቲዶ ክንብል ላንጋ ላንጋ ለኸይንተርፍ ዘመሓላልፍ መልእኽቲ እና ብቕታ ምሄርክምሉ ከተኾኑ ተስፋ ይገብር። ምሳይ ስለ ዝጸናሕኩም ከኣ ኣዝየ ዘመስግን። ንትገብሩለይ ምብርታዕ ክል ግዜ ዘመስግን። ክብረት ይሃበለይ ክቡራት ቤተሰበይ። ቀጻሊ ሰንበት ብኻሊእ ከምዚ መሳጢ ዛንታ ስነ ጽሑፋት ሒዘልኩም ክቐርብ እየ። እስካብ ሽዑ ሰሰናይ ብዘለኹሞ ሰላምታኹም ይብዛሕለይ።